ሰላም ሰላም ፍትዋት ተኸታተልትና ሕዚ ለለ ላብ ልተፈላለዩ ጎደናታት ወፂና ልተፈላለዩ ሕቶታት ክንሓትት ኢና ሓቢርኩምና ፅንሑ መጀመርያ ሕቶታት ፍቓደኛ ስለዝኾንኪ ብጣዕሚ ኢና ነመስግን። ሕቶታትና ፍቓደኛ ስለዝኾንካ ብጣዕሚ ኢና ነመስግን። ብሕቶታትና ፍቓደኛ ስለዝኾንካ ብጣዕሚ ችግር የብለይ። ቃለ መሕተት ስለ ፍቓደኛ ዝኾንኩም ብጣዕሚ ነመስግን። ንቃለ መሕተት ፍቃደኛ ስለልኾንካ ብጣዕሚ ነመስግን። እወ ንቃለ መሕተት ብጣዕሚ ፍቃደኛ እየ።
ሜክኣፕ እንታይ ማለት እዩ?
ሜክኣፕ ማለት ታይ እዩ ዌል ስሙ ሜክኣፕ ሀመይ ይገልፆ ዝኾነ ነገር ሜክ ኣፕ ምግባር እዩ። ክገልጾ ይክል እዮ ብተለምዶ ሬዲ ላብ እንትን ኢና ነምጾ ላብ ኮስሞቲክስ ስለ ነምጾ እዩ እና ዝኾነ ነገርስ ምስራሕ ማለት እዩ ሰው ገጽኻ ብኸምኡ ኢኻ ተረድእ ሜክኣፕ እንታይ ማለት እዩ ሜክኣፕ ማለት መመላኽዒ መልክዕ ማለት እዩ ሜክኣፕ
ሜክኣፕካ ኣጋጣሚ ኣይፈልጣን ኣይትፈልጣን ኣይፈልጣን እሺ እንታይ ከ ይመስለካ ደቂ ኣንስትዮ ገለ ዝጥቀሙ መቐባእያ ገለስ ይመስለኒ። ሜክኣፕ ትጥቀሚ ዶ? ኣነ ኣይጥቀምን ኦንሊ ሊፒስቲክ እንድሕር ውፅእ ለለ መዓልቲ ኮይኑ ወይም ኩሕሊ ብቻ ያው ኣብ ሜክኣፕ ተሓሲብካዮ እሺ ግን ኣይጥቀም ብዙሕ ኣይፈልጥን

ብ ሜክኣፕ ብ ወዲ ተተጠቐሚ ዶ ልሓሾ ይመስለኪ ጓል።
ዌል ኩሉ ለጥዕመሉ ተኮይኑ ኩሉ ተገይሩ ደስ በሃሊ ግን ሞር ጓል ድዩ ደስ ዝብሉ ኣይ ወዲ ደስ ኣይብልን ግን ለጥዕመሉ ተኮይኑ ወዲ ለ ተገይሩ ምንም ከይብለኒ ይክእል እዩ። ደቂ ኣንስትዮ ደቂ ኣንስትዮ እየን ዝጥቀማ ማለት እዩ። እወ። ወዲ ወዲ ግን ምንም ኣይጥቀምን። ክጥቀም ይኽእል እዩ ግን መብዛሕትኤን ደቂ ኣንስትዮ እየን። ዝበዝሕ ኣብ ደቂ ኣንስትዮ እዩ። እወ። መን ትጥቅ መን ተትጥቀም ከ ደስ ይብለካ ላእ ማለተይ መን ተትጥቀም ልሓሸ ትብል? ደቂ ኣንስትዮ። ደቂ ኣንስትዮ ተትጥቀማ።
እወ። ወዲ ተጠቒሙ ተሪእኻ ታይ ይመስለካ? ወዲ ጥዕሙ ይጸልእ። ወዲ ተትጥቀም ዶ ወይንስ

ቅንድብን ስሬሲ
እቲ ደቂ ተባዕትዮ እውን ክጥቀምዎ ይመስለኒ እዩ። ኣብ መን እዮም ከ ዝበዝሕ ይመስለኩም? ዋይ ዝዝውትር ኣብ ደቂ ኣንስትዮ እዩ ዝኸውን። ኣብ ደቂ ኣንስትዮ እወ። እሺ
እቲ ሓንቲ ጓል ትጥቀም ዶ ደስ ዝብለካ ወይንስ ዘይትጥቀም ትጣሰሞ ነገር? ዋይ ትጥቀም እባ ደስ ይብለኒ።
ለይቲ ትጥቀም ብጣዕሚ ካብ ትጸልእ ማለት እዩ ክጸልኣ ዘይኮንኩ ዝሮ ድሮ ካብዛ ለይቲ ትጥቀም እታ ትጥቀም ደስ ትብል እታ ትጥቀም እያ ደስ ትለካ
ሓሜት እንታይ ማለት እዩ ሓሜት
ሓሜት ሓሜት ሰብ ለየለስ ኣለ ሰብ ምልዓን ማለት እዩ ወላ ጽቡቅ ወላ ሕማቅ ሰብ ኣብ ለይብሉስ ሰብ እሱ ለይብሉስ

ሓሜት እንድዒ ኣነ እዚኣ ዘይፈላይ
ሓበሻ ከም ምዃን ማለት እዩ ሓበሻ በ
ሓሜት ዘይትፈልጥ ሽካዕ ከዚ ምንታይ ነይራ ሓሜት ምሕማይ ምሕማይ ንሰብ ድዩ ከመይ እዩ እወ ምሕማይ ንሰብሲ ሓደ ሰብ ሸ ሓሜት ማለት እወ ተረዲኣት መሓዚ ሓሜት ማለት ሓደ ሰብ ዝገበሮ ብሕማቕ ይኹን ብጽቡቕ ዝገበራ ክልተ ሰብ ኮይንካ ንዚ ሰብ ዘየለ ወይ ከዓ ናብ ዘይብሉ ቦታ ክትሓምዮ ከለኻ እዚ ሓሜት ይበሃል። ፊት ለፊት ቐጥታ ከዚ ለኣየ ተነጊርክኒሲ ሕማቕ ኣይተናጊርክንስ ሓሚኽኒ ዲኺ ትባሊ ወይንስ ታይ ኢልክ ባል እርማት ባል ሓሜት እኮ ማለት ዝሰብ ተዘይሃሊስ ብዛዕብኡስ ብኩኡ ትናገር ተለኻ እዩ ሓሜት ዝባሃል ፊት ለፊት ትነግሮ ተለኻ ግን ዜን ዜን ችግር ኒኣኻስ ኣስተኻኽል ሀምዚ ኒእካ ሀም ምኽሪ ነገር እያ ትኾንላ ማለት ተሰብሕ ሓሜት ክባሃል ከሎሲ ብድሕሪ ሰብስ ሕማቕ ነገር ተለኻንስ ዋላ ጽቡቕ ነገር ተዋግዕ ተለኻልስ ሓሜት እዩ ልባሃል ዝርዝሩ ድሕሪ ሰብ ብምዃኑ ብቻ እዩ ሓሜት ለብሎሉ። እንደስ ዋላ ዝጽብቕሎስ ሓሜት እዩ ክኾን ማለት እዩ። ሓሚኽ ትፈልጥ ዶ?
ሓሜ ይፈልጥ እየ እወ ዋላ ብጽቡቕ ዳድግ ዘይለ ብሕማቕ ኢኻ ተናዲድካ ምናምን ማለት እዩ። እሺ ሓሚኻ ትፈልጥ ዶ? ኣጋጣሚ ሰብ ይጋገ እዩ ንሐሚ ንኽእል ኢና። ስለዚ ሓሚኻ ትፈልጥ ብንብል ንወስዶ ማለት እዩ። ሓሚኻ ትፈልጥ ዶ?
ክሓሚ ይኽእል እንድየ ግን ሓሜት ካብ ዘይድግፉ ሰባት ሓደ እየ ኣነ። ኣነ ካብ ንውለድ ክሻዕ ሓዚ ኣነ ንሰብ እኳ ብሕማቕ እውን ኣይርእን ንሰብ እውን ሓምየ ኣይፈልጥን ክሓዚ ኣይፈልጥን።
ኣይ ን።

ሕሜታ ታይ ኢልካ ኣብ ቁናኖና ኣብ ቡና ኢልዎ ዓበይቲ ስለዚ ስዕብ ደቂ ኣንስትዮ እዩ መብዛሕትኡ ግን። ኣይ ብጓሊል ጥዑም ጎል ጎል ትሓሚ ተላ ይሕሽ ዶ ወዲ ማዶ ስዕብ ኢሉ እዩ ኣወዳት ዳስ ዋይ ለሉ እዮም ግልፂ ኣወዳት ዶ ካብ ጓላት ኣወዳት ግልፂ እዮም። ስለዚ ኣጓላት በጓላት ኢሉ ጥዕም ክትሓሚ ተለክን ኣጓላት ደስ ይብለክን ማለት እዩ።
ደስ ኣይብለናይ ደስ ኣይብልይ እኮ ዶ። ግን ኮምፔር ምግባር ተኾይኑ ግን ኣጓላት ወድስ
ብበዝሒ ከ መን ይሓሚ ይመስልኪ? ኦፍኮርስ ኣጓላት።
ዋይ ብጓል እባ ወዲ ካሕሚ የብሉ እዩ።
ጓል ተሓሚማ ግን ችግር የብሉን። ችግር እኔዎ እዩ ግን ብኣ ይሕሽ።
ሓሜት ብጓል የጥዕብ ኢለ ይመርጾ ምክንያት እወ መብዛሕቲኤ ኣጓላት እየን ዝሓምያ ሓሜት ወዲ ተባዕታይ ወዲ ውን ሓሚ ይህሊ እንዲዩ ሓደ ሓደ ግዜ ግን ብዙሕ ካብ ኣጓላት ክዝውትር ኣይክእል እዩ እወ። ስለዚ ደቂ ኣንስትዮ እየን ዘናሕማ ልሓምያ ማለት እዩ። እወ መብዛሕቲኡ ዝረኣ ኣብ ደቂ ኣንስትዮ እዩ። ቀይሕ ወዲ ዶ ይምቸይኪ ወይንስ ጸሊም ወዲ?
ኣነ ቀይሕ ደስ ኣይብለኒን በቃ ወይም ቸኮሌት ነገር ተኾይኑ ካልሆነ ጸሊም እዩ ደስ ለኒ ቀይሕ ለግን ደስ ድለኒ ነ እዩ ጸሊም
ቀይሕ ጸሊም እዩ ክትፈትዩ ቀይሕ ግን ብጣዕሚ እዩ ክትጸልም ማለት እዩ ኖ
ተባሰኒ ዶ እዞን ቀይሕ ታረክተይ ኖ ኖ በቃ ደስ ልብል ነገር እኒኦ ቀይሕ ኮይኑ ደስ ልብለኒ ለ እኒኦ እዩ ጸሊም ኮይኑ ለ ደስ ልብለኒ እኒኦ እዩ ግን ብጣዕሚ ኮምፔር ተገይረ ግን
ጸሊም እዩ ክትፈትዩ
ከቡድ ማት ቀይሕ ይጸልየ ለይኮነስ

ፌስ ደለዋ ማለት እዩ ሓጺር ወዲ ዶ ደስ ይብለኪ ነዊሕ ወዲ ክሬኮ
ዋይ እዚ ማም ሓፂር ተሌኾን ደስ ይብለኒ ካብ ካርና ነዊሕ ለለኾን በቃ ሞደሬ ማእኸላይ ለኾነ ደስ ይብለኒ ካብ በዓል ክንውሰድ እሞ ካባኺ ልነውሕ ዶ ደስ ይብለኪ ካባኺ ልነውሕ ኣነ እዚ ካባይ ልነውሕ

ረጓድ ጓል ዶ ትምቸይካ ቀጣን ጓል?
ማእከለይቲ ኖርማል ብዙሕ ቅርጺ ዘይብላ ገለ ዘይኮነስ በቃ ግን ኖርማል ዘይቀጣን እየ ረጓድ ማእከለይቲ ዝኮነት። ቀጣን ቀጣን እያ ትምቸየካ ረጓድ ብጣዕሚ ኢካ ትጸልኦ ብጣዕሚ። ዋይ ጓል ማትቀጥን ኔዋ ልብል ኣቋም እዩ እኒኤኒ ከም ባዕለይ እምበይስ ልረጉድ ነቅፍ ኣይኮንኩይ። ቀጣን ጓል ትምቸየኒ እያ ያው ንዓኻ ከለኛ እያ ትምቸየኒ ንዓኻ ከለኛ ኣዎ
ሃፍታም ጓል ዶ ደስ ትብለካ ወይንስ ፈላጥ ምሁርቲ
ያው ኣነ በቃ ምህርቲ ፈላጥ እያ በቃ ትምቸየኒ ሃፍታም ጓል ብጣዕሚ እያ ክትጸልእ ሃፍታም ክጸልኣ ዘይኮንኩስ ምህርቲ ተተምሂራ ፈላጥ ተኾይና ከዓ ያው እቲ ሃፍቲ እውን ኣይተርፍ ስለ ዝኾነ ያው ኣነ ኩሉ ዝሓሲ ኣነ ዝምቸየኒ ናያ ትምህርትስ ለኣኻስ እንታይ እዩ ረብሑ ማለት ተተምህረት

ያው ገንዘብ ለብ ብመጠኑ ሓይል እኒኦ እንዲ ግንስ ሞር ኣነ ላብ ተማሃረት ጓል ፎክስ ምህርቲ ጓል ትሕሸኒ ካብ ሃፍታም ማለት ትሕሸካ ምህርቲ ትሕሸኒ እንታይ ጥቕሙ ለኣኻስ እንታይ ጥቕሙ ንሳ ብል ተማሃረቱ እ፣ ዝኾነ ኣብ ህይወትኻስ ዝኾነ ህሜልኻ ሃፍተም ተምፅኦስ ተገደስ ሓገዝ ትኾነኒ እያ ቕርሺ ግንስ በቃ እንድዒ ብቕርሽስ ዝኾነ ነገር ክትገዝኦሉ ኢኻ ትኽእል እምበይስ ዝኾነ ወይ ፍቕሪ ወይ ዝኾነ ደስታስ ከምፀልካ ይኽእል ኢለ ዝሓስብ ቕርሺ እ፣

ስለ ልተምሃረስ ታይ ኢላክስ ታይ ጥቅሚ ኔሩ። ምስ ልተምሃረ ዌል ትረዳዳእ ኢካ በቃ ኣነ ምስ ምሁር ምስ ምስ ተምሃሮ ኢካ ትረዳዳእ ትክእል ዩ ን ስለ ምርጫ ልኮኖ ዩ ኦሬዲ ካብዚ ካብዚ ጌረ ይደሊ ንእሽተይ ልሃብቶም ንእሽተይ ልምሁር እየ ልደሊ ግን ክልቲኦም ኮምፔር ግን ምሁር ዩ በቃ ደስ ዝብለኒ እወ ኣዕርክተይ ኢለ ብዙሓት ነይዎ ንምሁራን ደስ ይብሉኒ ገንዘብ ለለዎ ብጣዕሚ ክትሰሊ እወ የብልኩይ ይፍቱ እየ ግን ይፈቱ እዮ ኣይ ግን ምሁር እዩ ደስ በሃሊ በቃ ዝተምሃረስ የተምሃረ ማይ ይቕተለን እኳ ልበሃል ዶ ሓቂ ስለ ዝኾነ ድኾነ የተመሲሉ እና ዝተምሃረ እዩ ልፈቱ ኣነ
ትግርኛ ሙዚቃ ትሰምዑ ዶ
ንኣብነት ናመን ማለት ልመን ተድንቕ

የስታውስኻ ግጥሙና ዜሙ ይመጽልኝ ኦኬ
ሐሚድን ዋነ ክደርፍ ማ ነው ልምስታውስ ላችሁ ምንሽ ያ ለምን ማላ አልኪ ትግራይ ፈርቅ ደጽረይ
ትግርኛ ደረፍቲ ደስ ዝብለኒ ና ንጉሰ ኣባዲ ንጉሰ ኣባዲ ንጉሰ ኣባዲ እንታይ ልብል ደርፉ ደስ ይለካ ንጉሰ ኣባዲ እንታይ ዝብል ደርፊ ደስ ዝብለኒ ያው እዛ ሐዚ እዋን ኩነታት ረሰ ኣውፅዋ ዘላ እንታይ ትብል ትግራይ ኣታ ፅምእኻ ደ ኣብ ርእሲ ጥሜት ከመይ ጌርካ ወፃኻያ ከምታት ዝብል ደረ እንድዕ የፈለጥ ኾይኒ እዮም ብግጥማና ብኣብነት ብዜማ ዝተለለይ ክፈልጣ ምንዳ ብዜማ እኳ ብዙሕ ተደጋጋሚ ሰምዓኽዋን ክዝክር ኣይኽእልን ትብሎ ክል ምዝካር ኮይላ እዩ ዝዜሙ ተመፂለስ ኣብቱ ኣብቱ ግጥምታት ችግር የብሉ ኣብቲ ዜማ ግን ተምፂኻዮ ኣነ ክዝክራ ምንታኒ እወ ብዜማ ድክዝክረካ

ኪሮስ ኣለማዮ ኪሮስ ኣለማዮ እንታይ ልብል ደርፉ
ኩሉ ንምርኣይ ምቕናይ ምቕናይ ትብል የፈለጥኹዋ ይቕርታ ማለተይ ብዜማ ኢልካለይ ደስ ኢለኒ ክፈልጣ ሓቂ ኩሉ ንምርኣይ ምቕናይ ደኣ ምቕናይ ገለትኒ ሓቂ ጉዕዞ ህይወት ምርኣይ ገለትኒ
ክፈልጣ ስለለይ ካልኸ ብዜማ ተልካለይ ትመፀለይ ትኾነ ይፈልጣ ዜማ